እግዚኣብሔር ኣብጺሕኩም ኣብዚ ቅዱስ ስፍራ ተኣኪብኩም ተኣኪብናን ነዚ ዕንባባ ናይ ደቅና ክንርኢ ኣብዚ ቅዱስ ስፍራ ንዝተኣከብና ወለዲ ከምኡ ድማ ካብ ዝተፈላለየ ካብ ርሑቕን ካብ ካብ ቀረባን ዝመጻኹም ኩላትኩም ናይዚ መዓልቲ እዚ ናይዛ ቅድስቲ ዕለት እግዚኣብሔር ኣምላኽ ብምስጢረ ተክሊል ንክልተ ሓደ ዝገብር ሰማያዊ ዝኾነ ምስጢር ንምክፋል ኣብዚ ቅዱስ ስፍራ ዝተረኸብና ዝተረኸብኩምን ከመይ ኣለኹም? ኣሜን። እግዚኣብሔር ኣምላኽና ነዛ ዕለት እዚኣ ብዓይንና ክንርኢ ምስ ደቅና ኮይና ንእግዚኣብሔር ከነመስግን ስለ ዝፈቐደ ነቲ ልኡለ ባህሪ ዝኾነ እግዚኣብሔር ኣምላኽና ክብርን ምስጋናን ይኹኖ። መቸም እዚ እንመሃሮ ትምህርቲ ሓድሽ ኣይኮነን። ኩላትና ብዙሕ ግዜ ዝሰማዕናዮ ኣብ ህይወትና ድማ እንርእዮን ዝረኣናዮን ነገር እዩ። ግን ኩልሳዕ ቤተ ክርስቲያን ግዴታኣ ምምሃር ስለ ዝኾነ ከም ፍቓድ እግዚኣብሄር ጋሻ ንጉስ ስለ ዝኾንኩ እየ ቅድሜኹም ደው ኢለ ዘለኹ እምበር ሊቀሕሩያን ብሰፊሕ ምመሃርዎ እግዚኣብሄር ኣምላኽና እንሰምዖ ኩሉ ኣብ ልብና ከሕድረልና ግን ቅዱስ ፍቓዱ ይኹነልና። ሕራይ ኣብ ቀዳመይቲ መልእኽቱ ሃዋርያው ሊቀሕሩያት ቅዱስ ጴጥሮስ ዝበሎ ኣብ ምዕራፍ ሰለስተ ኣብ ፍቕዲ ሰለስተ ዘሎ ቃል መሰረት ጌርና ከም ፍቓድ እግዚኣብሔር ክንዛረብ ኢና እሞ እግዚኣብሔር ኣምላኽና እንሰምዖ ኩሉ ኣብ ልብና ከሕድረልና ቅዱስ ፍቓዱ ይኹነልና። መልክዕ ግን ግዳማዊ ብዝኾነ ማለት ብስርሓት ወርቅን ብሩርን ብምእሳር ብኽቡር ክዳውንትን ኣይኹን። መልክዕኽንሲ እቲ ኣብ ልቡ ሰብ ዘሎ ለዋህ ምሉእ ዝኾነ መንፈስ ይኹን ይብለና እግዚኣብሔር ኣምላኽና ስለ ቃላቱ ይኽበር ይመስገን መልክዕ ግንሲ ኣብ ልቡዱ ኣብ ልቢ ወዲ ሰብ ዘሎ ለዋህን ህዱእን ዝኾነ መንፈስ ይኹን ይብል እዚ ኣቦና ሊቀ ሐዋርያት ቅዱስ ጴጥሮስ ሎሚ ቅድስት ቤተ ክርስቲያን ነዞም ብኣካል ክልተ ዝረኣናዮም ብምስጢር ሓደ ጌራ ካብ ክልተ ኣውነት ናብ ሓደ ብምስጢረ ተክሊል ከምቲ ጎይታ በዓል ዝበሎ እቲ እግዚኣብሔር ዘጋጠሞ ሰብኣይ ፍለዮ ብዝበለ ቃል ሎሚ ካብ ክልተ ናብ ሓደ ምዃን መጺኦም ብምስጢረ ተክሊል እዚ ቅዱስ ዝኾነ መውስቦ ተፈጺሙ ኣሎ ማለት እዩ። ሊቀ ሐዋርያት ቅዱስ ጴጥሮስ ነዚ ቃል ኪዳን እዚ ክገልጽ እንከሎ እዩ ኣትን ኣንስቲ መልክዕኽንሲ ኣብቲ ኣብ ልቢ ወዲ ሰብ ዘሎ ልኡምን ትሑትን ዝኾነ መንፈስ ይኹን መልክዕኽን ብስልማት ወርቂ ወይ ድማ ብኻልእ ዘጌጸ ነገር ኣይኹን ይብል። እግዚኣብሔር መስገን ኣምላኽና ነቶም ኣብ ቃል ኪዳን ዘለና ብቃል ኪዳን ከጽንዓና ቅዱስ ፍቃድ ይኹነልና ነቶም ኣብ ቃል ኪዳን ዘይበጽሓና እግዚኣብሔር ኣምላኽና ነዚ ቅዱሳን ኣቦታትና ሃዋርያት ንሕናስ መውስቦ ቅዱስ ከም ዝኾነ ምውላድ ምውላድ ውላድ ምውላድ ድማ ርኽሰት ከም ዘይብሉ ንምህር ብዝበሉና ቅዱስ ዝኾነ እዩ ስለዚ ነዚ ቅዱስ ቃል ኪዳን እግዚኣብሔር ኣምላኽና ከብጽሓና ቅዱስ ፍቃድ ይኹነልና እቶም ድሮም ነዚ ቃል ኪዳን እዚ ሓሊፍኩም ውሉድ ወሊድኩም ኣፍሪኹም ገሊኣቶም ንዲቁና ገሊኣቶም ንክህነት ገሊኣቶም ንሽመት ንማዕርግ ዘብጽሓኹም ድማ እግዚኣብሔር ኣምላኽ ነቲ ናትኩም ኣብነት ነቲ ናትኩም ኣሰር ተኸቲልና ኣብዚ ኪዳን ዝፈኾሰሉ ዝቐለለሉ ግዜ ብምጽዋር ክንነብር እግዚኣብሔር ኣምላኽና ቅዱስ ፍቓድ ይኹነልና። ኣቦታትና ዓንተወይ ዝመረቕዎ ምረቓ ንሕና እውን ኣሜን ኢልና ዘዕረግናዮ እንታይ እዩ ዝብል ነይሩ? ብዘይምንጽርጻርን ብዘይምንዋጽን እንታይ ግበሮም? ኣጽንዓዮም ይብል ነይሩ። ብሓቂ ከምቲ ኩላትና ንፈልጦ ወለድና ውን ዝምህርዎ ማለት እዩ። ሰበይቲ እንታይ እዮም ዝብሉ ኣቦታትና? ብርሃን ገዛ እያ ይብሉ። ሓቂ ድዩ? ሰበይቲ እንታይ እያ? ሰበይቲ እንታይ እያ? ሰበይቲ እንታይ እያ? ወይ ገሊኹም ስቕ ኢልክን ብርሃን ምዃንክን ውን ኣይትፈልጣን ኢኹም ማለት እዩ። ዋላ ነቲ ንዓኽን ዝንእድ ስውን ኣይመለስክናሉን። እዞም ሰብኡት ብርሃን ኢሎም ሰበይቲ እንታይ እያ ዝብሉ ቦታትና ብርሃን ገዛ እዮም ዝብሉ እግዚኣብሔር ይመስገን ብርሃንና ክትኮና ንሕና ከዓ ካብ ብርሃንክን ብርሃን ክንካፈል ከምኡ ኢልና ተፃዊርና ክንነብር ናይ ኣምላኽ ቅዱስ ፍቓድ ይኹነልና ስለዚ ሃዋርያ ቅዱስ ጳውሎስ ነዛ ሰበይቲ እዚኣ እዩ ኣባኺ ዘሎ መልክዕ ኣባኺ ዘሎ ግርማ ግዳማዊ ዘይኮነስ ውሽጣዊ ይኹን ይብል ክልተ መልክዕ ኣሎ እቲ ሓደ እንታይ ግዳማዊ መልክዕ እዩ ግዳማዊ መልክዕ ኣብየት ዘብል ቁኖ ሎሚ እሞ ከኣ ቆርጫጭን ጨጉሪ ዘለወን ኩለን ጽቡቃት እየን ሓቂ ሎሚ ጨጉሪ ርኢኻ ሓዳር ክትገብር ኣይትኽእልን ኢኻ ምክንያቱ ኮፍ ዝብል ቆቢዕ ዝበሃል ቁኖ ከም ዘሎ ተነጊርና ማለት እዩ ስለዚ ቀደም እኳ ኣይ ጓል ኩስቶስ ቆርጫጥያ ጓል ኩስቶስ ከኣ ነዊሕ ጨጉራ በሃል ነይሩ ማለት እዩ ሎሚ ግን ኩላትክን ነዊሕ ጨጉርኽን እግዚኣብሔር ይመስገን እንኳዕ ኣብፀሓክን ምክንያቱ ሓፂር ጨጉራ ክትህልዎ ዝደሊ ሰብኣይ እውን የለን ሰበይቱ ማለት እዩ ስለዚ ኣብቲ ካልኣይ መልክዕ እዩ እቲ ሓደ ጨጉሪ ኢልና ኣለና እቲ ካልእ ከዓ ገፅ እዩ ማለት እዩ ገፅ ከዓ ሎሚ ከዓ ጓል ኣቦይ ክስቶ ፅብቕቲ እያ ጓል ኣቦይ ክስቶ ክፍእቲ እያ ከይትብል ከዓ ብፍላይ ኣብ መርዓ እንታይ እዮም ዝብሉ ቦታትና ሃንሰ መስቀል ርኢኻስ ኣይትተሓፀ ዝበሃል ከ ኣሎ ኢሎሞ ሕጂ ንዮሃንሰ መስቀል ከ እዚ ገፅና ንገብሮ ሜክኣብ እዩ ማለት እዩ ሕጂ ሎሚ ብፍላይ ኣብ ዝኾነ ውራይ ኬድካ እዚኣ ሲ ንዓይ ትኾነን ዶ ትኸውን ኢልካ መልክዕ ክትመርፅ ኣይከኣልን እዩ ምክንያቱ እቲ መልክዕ ሓቀኛ ክኸውን ይኽእል እዩ ኣብ ገዛ ምስ ከደ ከ ዝቕየር ክኸውን ይኽእል እዩ ማለት እዩ ኣብ ትከላልና ድሕር መፂና እውን ደቂዕኹም ብዝተፈላለየ መልክዕ ማለት እዩ እዚ ደጋዊ መልክዕ እዩ እቲ ደጋዊ መልክዕ ኮይኑ በቃ ሰባት ክንእድዎ ይኽእሉ እዮም፣ ሰባት ከድንቕዎ ይኽእሉ እዮም፣ ሰባት ክነቕፍዎ ይኽእሉ እዮም። እግዚኣብሔር ኣምላኽና ከከምቲ እግዚኣብሔር ዝሃበና መልክዕን ኩላትና እንታይ ኢና ፅቡቓት ኢና ማለት እዩ። ፅቡቓት ኢና ሓደ ሰብኣይ ነይሩስ ይብልዎ ክፍእቲ ሰበይቲ እያ ንዊሕ እያ ዶክታ ክፍእቲ ባዕሎም ገምግማ ሞታ ሰበይቲ ኣዝያ ክፍእቲ ሰበይቲ ነይራቶ ሕጂ ምዛ ሰበይትኻስ ከመይ ኢልካ ትነብር ኢሎም ሓቲቶሞ በዚ ዓይነይ እንተትርእይዋስ ሕጂ እቲ ሓደ እቲ ከምኡ ኢሉ ዝሓቶ ዘሎ ከኣ ሰበይቲ ምልክዕቲ ኣላትኒ ኢሉ ዝምካሕ ሰብ እዩ ማለት እዩ በዚ ዓይነት እንተትርእያሲ ከም ሰበይትኻ ትፅብቕ ኢሉ በሃል ብምንታይ ርእይዋ ሕጂ እሱ ብመልክዕ ኣይኮነን ርእይዋ ብምንታይ ርእይዋ በቲ ውሽጣዊ መልክዓ ይርእይዋ ዝኾኑ እምበር ብደገ መልክዓ ተዝርእያ ደኣ እምበኣር ደጋዊ መልክዕና እንድሕር ኮይኑ ሎሚ ዝኣተውዎ ቃል ኪዳን ፅባሕ እንታይ ክመጽእ ይኽእል እዩ? እርጋን ክመጽእ ይኽእል እዩ፣ ሓቀይ ድየ? ብዘይካ እርጋን ከኣ መልክዕ ምብልሻው ክመጽእ ይኽእል እዩ፣ ናይ ጥዕና ጸገም ክመጽእ ይኽእል እዩ፣ ስንክልና ክመጽእ ይኽእል እዩ፣ ሕማም ክመጽእ ይኽእል እዩ። እዚ ኩሉ ዓንተወይ ቃል ኪዳን ክኣቱ ከለዉ ሰንኪልኪለ ሓሚምኪለ ካልእ ነገር ኢለ ምእንቲ ከይፈትሓኪ ብፍቓደይ ቃል ኪዳን ኣእቱ ኣለኹ እያ ትብል ነይራ ማለት እዩ። ስለዚ ኣብዚ ግዳማዊ መልክዕ እንተ ተመራሪጽና፣ ብግዳማዊ መልክዕ እንድሕር ተሓራሪና፣ መልክዕ ኣብ ዘይብሉ ግዜ ሰብኣይ ኣይክህሉን እዩ ምስ ሰበይቱ ማለት እዩ። ሰበይቲ ከኣ መልክዑን ጉብዝንኡን ሪኣ እንተ ተመርዓቶ ዳሕራይ ደርገፍገፍ ክብል ምስ ጀመረ ወይ ድማ ምስ ሓመመ ሕማም ምስ መጸ ካልእ ነገራት መቸም ኣብ ዓለም ንኹሉ ሳዕ ከምኡ ኢልካ ክትነብር ኣይትኽእልን ኢኻ። ስለዚ እዚ ኩሉ መልክዕ እዚ ምስ ተደምሰሰ ብሓንሳብ ኣይክህልውን እዮም። እቲ ካልኣይ መልክዕ ግን ውሽጣዊ መልክዕ እዩ። እግዚኣብሄር ይመስገን ሊቀ ሃርያት ቅዱስ ጴጥሮስ ገሊጾ ዘሎ ኣብ ልቢ ሰብ ዘሎ ልኡምን ትሑትን መንፈስ ኢሉ መልክዕኺ ስቡእ ይኹን በእውነት እግዚኣብሔር ዝሃባ ሰበይቲ እያ ነዚ ጸጋ እዚ ትረኽቦ ከምዚኣ ዝኣመሰለት ልእምቲ ሰበይትስ ነቲ ዝኸፍአ ነቲ ዝሓሰመ ሰብኣይ እኳ እያ እንታ ክትገብሮ ትኽእል ከተልዝቦ ትኽእል ሓቂ ምክንያቱ ልኡም ምላሽ ኢሉ መጽሓፍ ቅዱስ ንመን ይሄዶ እዩ ንብርቱዕ ቁጥዓሲ ልኡም ምላሽ ይሄዶ ኢሉ ቅዱስ ሰለሞን እንታይ ገብሮ ይሄዶ እዩ ተናዲዱ ዝመፀ ተቃፂሉ ዝመፀ ሰብኣይ ሰበይቲ ከተህዶ ትኽእል እያ በስማም ኢሉ ዝመፀ ሰብኣይ ከዓ ሸረኽረኽ ከተብሎ ከዓ ትኽእል እያ ሰበይቲ ክንምንታይ ታራ ከም ዘለክን እሞ ረኣዮ ሃዋርያ ቅዱስ ጴጥሮስ ከዓ ነዚ መሰረት ብምግባር እዩ መልክዕሙሲ ኣብቲ ምቑናን፣ ኣብቲ ምግያጽ፣ ኣብቲ ምጽባቕ ኣይኹን፣ እንታይ ደኣ መልክዕኽንሲ ደጋዊ ዘይኮነስ ውሽጣዊ ይኹን ንብል ማለት እዩ። እምበኣር እቲ ደጋዊ መልክዕ ከምዚ ዝበልናዮ እዩ። ክልቲኡ እንተተረኽበ ይጽላእን ኣገደ ብደገኣ ጽብቕቲ ብውሽጣ ጽብቕቲ ተተረኽበት ግርም እንተዘይኮነ ግን መጀመርታ ክነቐድሞ ዝግባእና እንታይ ውሽጣዊ መልክዕ እዩ ማለት እዩ። ከመይ ዘንብረና ዘኺደና ንሱ እዩ ሎሚ ድያቆን በረከትኣብ ትድግፎ ሰበይቲ ረኺቡ ኣሎ ንሳ ድማ ዝድግፋ ሰብኣይ ረኺባ ኣላ ተደጋጊፍና ክንነብር እግዚኣብሔር መዲብዎ ኣሎ ሓቂነ ሓደ ካብቲ ዕላ ዕላማ ናይ ቃል ኪዳና ዕላማ ሓደ ተደጋጊፍካ ምንባር እዩ ኣብ ምድግጋፍ እንታይ ክህሉ ኣለዎ ሕጂ ልኡም መንፈስ ክህሉ ኣለዎ ማለት እዩ ሰብኣይ ክጭነቕ ከሎ ሰብኣይ ክርበሽ ከሎ ሰብኣይ ብዝተፈላለየ ዓይነት መገዲ ነገራት ክመፁ ከለዉ ኣብ ቤት መን ክትህሉ'ለዋ? ሉእ ምላሽ ትምልስ ኣደ ክትህሉ'ለዋ ማለት እዩ። ንኹሉ ኣብ ልባ ትዓቁር። እንተጨነቖ ምኽሪ ትህቦ። ብዝተፈላለየ ዓይነት መገዲ እንተጎደሎ ድማ ትምላእ። ምምላእ ማለት ብስጋ ጥራይ ኣይኮነን። በቲ ኣብ ውሽጢ ዘሎ ንወዲ ሰብ ሰብኣይ ክገብር ዝኽእል ንሰብኣይሲ ሰብኣይ ክገብር ዝኽእል ሞራል መንፈሳዊ ሞራል ማለት እዩ እምበኣር ኣትን ኣንስቲ ንሰብኡትክን ተኣዘዝኦም ኢሉ እዩ ጀሚሩ። ኣትን ኣንስቲ ንሰብኡትክን እንታይ ግበሮም? ተኣዘዝኦም። ገለ ቃል ኣምላኽ ዘይኣምኑ ሰባት እንተለዉ ድማ ከም እተኽብርኦምን ብንጽህና ከም እትነብራን ምስ ፈለጡ ብህይወት ኣንስቶም ክምለሱ እዮም። ራይዎም ብምንታይ ክምለሱ እዮም? ብህይወት ኣንስቶም ዘይእዘዙ ንኣምላኽ ዘይፈልጡ ወይ ድማ ዘይእዘዙ ሕጂ ግድን ሰብኣይ ንሰበይቲ እዙ ዝኸውን ግዴታ እዩ ሓቀይ ኣንተወይ ኣቦታትና ዘንበቡልና ቃል ንሱ እዩ ሰብኣይ ንሰበይቱ እንታይ ክገብራ ኣለዎ ከፍቅራን ከኽብራን ኣለዎ ሰበይቲ ድማ ንሰብኣያ ክትእዘዞ ኣለዋ ዘይእዘዝ ሰብኣይ እንተሃለወ እዩ ወይ ድማ ነቲ ሕጊ ዘየከቡ ዘየኽብሩ ነቲ ቃል ዘየኽብሩ እንተለዉ ንስኻትክን ከም ተፍቅሮምን ምስኡ ከዓ ምስኣቶም ከዓ ብንፅህና ከም እትነብራ ምስ ፈለጡ ብሂወታ ምስቶም ክምለሱ እዮም ማለት ራይዎ እቲ ኣብ ውሽጢ ዘሎ መንፈስ እቲ ኣብ ውሽጢ ዘሎ ሓይሊ፣ እቲ ኣብ ውሽጢ ዘሎ ጽባቐ ንሰብኣይ ጽቡቕ ክገብሮ ይኽእል እዩ፣ ክፉእ ከኣ ክገብሮ ይኽእል እዩ። ስለዚ እቲ ደጋዊ መልክዕና ብዝተፈላለየ መገዲ ከም ዝበልኩኹም እዩ። ሎሚ ሳላ ቴክኖሎጂ፣ ሳላ ዘመን ክፉእ ሰብኣይ የለን፣ ክፍእቲ ሰበይቲ ከኣ የለን። ሓቂ ድየ? ዋላ በራሕ ሰብኣይ እኳ እዩ ተሳኢኑ ሎሚ፣ መዓስ ኮርጫ ሰበይቲ ጥራይ ኮይና ተሳኢና። ብዝተፈላለየ ዓይነት መገዲ፣ እዚ ጥራይ ኣይኮነን ከኣ። ሸያብ ሰብኣይ ከኣ ተሳኢኑኒ እዚ ከኣ ባዕልና ንፈጥሮ መልክዕ እዩ ማለት እዩ ሕጂ ሓደ ሓደ ግዜ ሸያብ ምዃን ክንደይ ይጠቅም መስለኩም ኣታ ኣሪ ገባኢ ትብል ኢኻ ኣብቲ ቤት ክትሪኦ ከለኻ እንድሕር ለኺኻይን ትመጽእ ኮንካ ግን ገና ወዲ ዕስራ ዘለኻ ኮይኑ ዝስምዓካ ወዲ ሓምሳ ከለኻ ማለት እዩ ሽዑ ንቑረብኒ ክበሃል ከሎ ገና ገና ጎበዝ እዩ ዘለኹ ምባል ይመፅ ማለት እዩ ፀጉርኻ ሓምሳ ተኮይኑ ድሕር ኣተሓሳስባና ግን ዕስራ እንድሕር ኮይኑ ከቢድ እዩ ማለት እዩ። ብዙሕ ሰብ ተዛራቢ ሰብ እንዲዩ ዘሎ ኣብዚ ግዜ እዚ ሲ መብዛሕቱ እንድሕር ተሰብእሉ ኮይንኩም ዓበይቲ ኣዴታት ኣደይ ክትብለን ኣይፈትዋን እየን ሓቂ እ ዓበይቲ ሰብኡት ከዓ ኣቦይ ክትብሎም ከዓ ይፈትዉን እዮም ኣብዚ ዓዲ ስደት ኢና እምበር ቀደም ሲ ኣቦይ ተዘይበልካዮ ደፋር እዩ ዝበሃል ነይሩ ማለት እዩ ሕጂ ሓደ ነዚኣስ እንታይ ኢሉ ገሊፅዋ ዝገርመኩም ኣብዚ መራኸቢ ብዙሃን ማለት እዩ ኣቦይ ኣደይ ክትብሎም ዘይትደልየሉ ምኽንያትሲ ጠባዮም ስለ ዝፈልጡ እዮም እዩ። ሕጂ ወዲ ሓምሳ ሰብ ድሕር ኮይኑ ኣተሓሳስቦ ከናይ ክንደይ ክኾን ኣለዎ? ሓምሳ ክኾን ኣለዎ ሓቂ ሽማግለ ኮይኑ ማይ ዝሰተ እዮም ሽዱቦታትና ክትስኻ ክትቁጣዕ ከለኻ ዝእርም ጌጋታት ዝእርም ሰብ ክሓምም ከሎ ርዩ ጌጋ እዩ ዝወደይ ዝኹነ ኣይኮነን ኣብ ፅቡቕ ኣይብፅሓካን ኢሉ ዝምዕድ ይከውን ዝግብኦ ማለት እዩ ኣብቲ ደረጃ እቲ በፂሕና ባህሪና ኣካይዳና ጠባይና መልክዕና ግን ካልእ እንድሕር ኮይኑ ሕጂ እንታይ ኮይኑ ኣሎ ማለት እዩ ሓሊና ዘለና ኣተሓሳስባና እውን ልክዕ እቲ ዝተሓተ ደረጃ ስለ ዘሎ ስለዚ ኣቦይ ክትብሎ ኣይደልን እዩ ስለምንታይ ናይ ኣቦ ኣተሓሳስባ የብሉን ኢሉ ገሊፅዋ ማለት እዩ እዚ ንኩሉ ዝገልፅ ኣይኮነን ብርግፅ ግን ኣብ ናይ ኣቦን ናይ ኣደን ዕድመ በፂሕና መልክዕና ክንሽፍን መልክዕና ክንቀይር እምበር እቲ ደጋዊ እዚ እዩ ማለት እዩ እቲ ደጋዊ መልክዕ እዚ እዩ ሎሚ ንዓና ፀጉሪ ሎሚ ኢልክን ናይ እቲ መርዓዋና እቲ ፀጉሪ እንታይ ምዃኑ ይፍለጥኒ እንታይ ደኣ ክህሉ ዘለዎ መጀመርታ እቲ ኣብ ውሽጢ ዘሎ ልኡም መንፈስ፣ ሰብኣይ ምስ ሰበይቱ ክነብር መጀመርታ ፍቕሪ እዩ ዘድልዮ እምበር መልክዕ ኣይኮነን ዘድልዮ። መጀመርታ እንታይ እዩ ዘድልዮ? ትሕትናን ብዓቢኡ ድማ ናይ ቃል ኪዳን ምስጢር ምርዳእን የድሊ። ብእውነት እዚ ምስጢር እዚ ክንምታይ ከቢድ ምዃኑ ዓንተውይ ተገሊጹ ኣሎ። ጎይታ እንታይ ኢሉና? ሰብኣይ ንሰበይቱ ብዘይ ምኽንያት ዝሙት ኣይፍታሓያ እዩ። ምፍታሕ ኣይግባእን እዩ። ግን ተጻረርቲ ስለ ዝነበሩ ቤተ ኣይሁድ ንጎይታ እንታይ ኢሎሞ? ንምንታይ ደኣ ሙሴ ኣንስትና ክንፈትሕ ፈቒድልና? ኢሎም። ጎይታኻ እንታይ ኢልዎም ኣንቶ ይስምዕኹም ኣዮም ብሰንኪ ትሪ ልብኹም ኣብ ልብኹም ብዘሎ ክፍኣት እዩ ሙሴ ነንስትኹም ክትፈትሑ ፈቂደልኩም በር ካብ ቀደምሲ ከምኡ ነበረ እዩ ኣንስቲ ንሰብኡት ብጥበብ ይቐትልኦ ነይረን ይብል ሰብኡት ድማ ነንስቲ ክትዝሙ ተረኺባ ኢሎም ብእምኒ ይቕትልዋ ነበሩ ይብል ማለት እዩ ኣብ ልብና ዘሎ ክፍኣት ምስ ረኣየ ሙሴ ኣይ ካብ ሰብ ቀቲልኩም ደም ሰብ ተሓተቲ ተኾኑ ሰብኣይ ንሰበይቱ ጽሑፍ ጽሒፉ ይፍታሓያ እዩ ሰንቕታ ዶ ይሓይሽ ፍትሕ ፍትሕ ይሓይሽ ስለዚ ሙሴ ነቶም ኣብ ክፍኣቶም ዝነበሩ ሰባት ፍትሕ ዝፈቅደሎም በዚ ምክንያት እዚ እምበር ንሕና ክንፋታሕስ እግዚኣብሔር ኣይፈቀደን እንታይ ደኣ ንዘለኣለም ሓንቲ ወይ እንታይ ኢሉ ክሳብ እቲ እግዚኣብሔር ኣብዚ ምድር ክነብር ዝሃበኒ ዕድመ ምሳኺ ክነብር ኢሉ ሓቂ በቃ ብትግርኛ ይኮይኑሎም እየ ኣብ ቤት ቀሺ ክትንሕድ ከለና እኮ ፅቡቅ ጌርኩም ኣይነገርኩምናን ምእንቲ ከይትብሉ ኩሉ ብትግርኛ ጌርናዮ ካብዚ ንላዕሊ እንታይ ክንገብር ኩሉ ሰሚዕናዮ ተረዲእናዮ ኢና ንኣቱ ዘለና እሞ ብእውነት ሎሚ እቲ ጎይታ ዝበሎ ቃል ብኣፍ ሊቀ ቅዱስ ሃዋርያት ቅዱስ ጴጥሮስ ከምዚ ዝቐጺሉ ከምዚ ይብል ማለት እዩ ቀደም ድማ እተን ኣምላኽ ዝተስፈን ኣንስቲ ከምዚ ኢለን እየን ዝተሰለማ መቸም እዞም ናይ ቀደም ዘይተሰለማ ይመስለና እዩ ሓቀይ መልክዕ ስልማት ሎሚ ዝመፀ እዩ ዝመስለና ሓደ ዓቢ ተዛራቢ ኣቦ እንታይ ኢሎም ኣብ መርዓ ከይዶም ኣብ መርዓ ከይዶም ሕጂ እቲ ወርቂ ጌርክን ምንፃኽን እኮ ሕማቕ ኣይኮነንን እዩ ግን ረቢሸኖም እዚ ኣለዋ ዝግበረ ሕጂ መንጎ ቅዳሴ ሲ ምርባሽ ኮይኑ ምህዋኽ ኮይኑ በቃ ጭልጭል ሻሕሻሕ ኮይኑ በቃ እቲ ኣዋርቕ ኦን እስኪ ክላንዶ ግዳ ኣክቦ እዚባ ወርቅ ግን ኢሎመን እዞም ናይ ቀደም ኢና ከኣ ተወጺዕና እምበር እዘን ናይ ሕጂ እኮ ወጽዓ ይብልኩምን ዋ ታይ ማለት ኢሎሞ እዞም ናይ ቀደም ክልተ ጽምዲ ብዕራይ ሸጥና ኣንስትና ዝሰለምና ከኣ ተወጺዕና እምበር ሎሚ ደኣ ገሊ ናይ ሓምሳ ገሊ ናይ ሚእቲ እንዲ ኢሎም በሃል ሕጂ እንታይ ትመልከት ሎሚ በቃ ብደገ ከምድላይካ ጠልጠል ከተብሎ ትኽእል ኢኻ ናይ ስዑድያ ድዩ ዋላ ኣይኮነን ከዓ እቶም ዝፈልጡ እዮም ዝፈልጥዎ ማለት እዩ ሎሚ ካብ ስዑድያ ድመፅ ወርቅን ኣብ ዕዳጋ ድመፀ ወርቂ ንሓደ ኮይኑ ኩሉ ብልጭልጭ ይብል ማለት እዩ ባራ እንታይ ክመፅ የደለየ እንታይ ኢሉ እተን ቀደም እግዚኣብሔር ዝተስፈን ኣንስቲ በዚ እየን ዝተሰለማ እዩ ብምንታይ ተሰሊመን ብውሽጣዊ ትሕትና መን ነራ ካብኦን ሓንቲ ኣብነት ንመን ኣምፅዋ ኣሎ ንሳራ ኣምፅዋ ኣሎ ሳራ ንኣብርሃም ጎይታይ ነበለት እንታይ ትገብሮ ነበረት እስከ ድገማ እዚኣ እንታይ ትገብረ ነበረ እንታይ ትገብረ ነበረ እዚ ናይ ኣትላንታ ብሩኻት ኢኹም ምናልባት ደቂ ኣትላንታ ጥራይ እንተኾንክን ማለት እዩ ኣብ ብዙሕ ዓድታት ነዚኣ ኣይምፃን እየን ተናንሲ ትእዘዞ ትብል ቃል ከምዚ ክሳብ ኮይነ ኣትስምዐን ዓዋ ይብላን እየን እስከ ሓንቲ ግዜ እግዚኣብሔር ይመስገን ንሰብኣይ ካብ ምእዛዝቲ ሓጢኣት ኣለዎ ሰበይቲ ንሰብኣይ እንተ ተኣዚዛቶ እኮ ሰብኣይ ከኣ ንሰበይቱ እኮ ዕጽፊ እዩ ዝእዘዛ ብእውነት እየ ዝብለኩም ዘለኹ ሰኣን ምትእዝዛዝና ኢና ሎሚ ኣብ ብዙሕ ነገራት ንወድቕ ዘለና ማለት እዩ እምበኣር ንሳራ ኣምፅዋ ሳራ ምልክዕቲ ነይራ ግን ከምዚ ናይ ሎሚ ዘበን ዘሎ ወርቂ ወይ ድማ ሜካብ ኣይኮነ ነይሩዋ ኣብ ውሽጣ እንታይ ነይሩ ትሕትና ነይሩ ኣብርሃም ይቕንዞ ነይሩ ስለምንታይ ሃፍታም ከሎስ እንታይ ኣይነበሮን ውላድ ኣይነበሮን ነዚ ሃብተይሲ መን ክወርሶ ይኽእል ይኸውን ኢሉስ ኩሉ ሳዕ ይቑንዞ ይጭነቕ ነይሩ መቸም ካብ ጭንቀታት ስለዓለ ዘይተገብረ ነገር የለን ክሳብ ናብ ኣጋር ኬድካ እንታይ ግበር ኢላቶ እያ ውለድ ኢላቶ እያ እሱ ካልእ ታሪኽ እዩ እግዚኣብሔር ግን ብኣጋር ዘይኮነስ ብመን ብሳራ እዩ እግዚኣብሔር ትዕግስቲ ክገብር ንኣብርሃም ዝፅበዩ ነይሩ ውላድ ዝኣክል ሃጓፍ ኣብ መንጎኦም ከሎ ብፍቕሪ ይነብሩ ነይሮም ከም ዝኣክል። ሳራ ግን ከመይ ተኣዛዚት ከም ዝነበረት ኣነ ብምንታይ እየ ዝሓስብ መሲልኩም? መን ተወሊዱ ሕጂ? ከነሕጽሮ ታሪኽ ይስሃቅ ተወሊዱ። ይስሃቅ ምስ ተወልደ እግዚኣብሔር እንታይ ኢልዎ? ክንውዳእ ኢና እታ ታሪኽ። እንታይ ኢልዎ? ሰዋእለይ ኢልዎ። ካበድዩ ሜሳ ኪሒዝዎ ከይዱ ከመይ ነይራ ሳብ ዋእ ሎሚ እኮ ካብ ትምህርቲ ከነምጽእ ድሕር ዶንጊና እኮ ደሎ ኩናት እኮ ከሊኡ ኦኬ ወደይ እዩ ዝበሃል ወረ ክንእረመሉ ዝግባኣና እቲ ወደይ ስነ ስርዓት ጌርካ ኣብ ነቦኮይ ነቦኮይ ሕጂ ሓደ ሓደ ግዜ ትስምብል ኢኻ ኣንተ እምበር ዶ ደቅና ኢና ንዕብድ ኣለና እዮም ዝብሉ ሰብ ኣብ ኮም ደረጃ ይገብጽሓካ ማለት እዩ እቲ ወደይ ይመጽእ ማለት እዩ ወዲ መን ድዩ ሳራ ግን ክንዲ ምንታይ እምነት ነይርዎ እዩ ዝብል ዘለዎ ምክንያቱ እንታይ ክገብር እዩ ወሲድዎ ኣጆኹም ክስዎ እዩ ወሲድዎ ክመርሶ ኣይኮነን ወሲድዎ ነዲኡ ከይፍቀደ ንእግዚኣብሔር ኣቐዲሙ ክንዲ ምንታይ ሰበይቱ ሲ ንኣምላኽ ተኣምንን ብትሕትና ዝፀበቐትን ዝመልከዐትን ሰበይቲ ከም ዝነበረት ጥራይ ዘርኢ ማለት እዩ ሃዋርያ ቅዱስ ጳውሎስ እንታይ ኢሉ ኣብ ዕብራውያን ኣብርሃም ድማ ንይስሃቅ ብእምነት እንታይ ገበሮ? ሰውኦ ኢሉ። ክሳብታ መስዋእቲ ዝበጽሕ ከምዚ ነይሩ። ከመይ ዝኣመሰለት ሰብ ነይራ ሳራ! መልክዓ በቃ እዚ ነይሩ መልክዓ። ሳራ ንኣብርሃም ጎይታይ ትብሎ ነበረት፣ ንሱ ድማ ሓፍተይ መልክዕቲ ጽብቕቲ እናበለ ድማ ምስኣ ብፍቕርን ብኹሉ ነገራት ይነብር ነበረ። ክንደይ ጎደሎ እዩ ነይርዎ? ጎደሎ ይነበረን ማለት ኣይኮነን። እምበኣር ኣብ ታሕቲ እንታይ ኢሉ? ቀደም እተን ኣምላኽ ዝተስፈን ቅዱሳት ኣንስቲ ከምዚ ኢለን እየን ዝተሰለማ፣ ሳራ ንኣብርሃም ጐይታይ እናበለት ትእዘዞ ነበረት። ንስኻትኩም እውን ከምኡ ጽቡቕ እንተ ገበርክን ገለ ነገር እውን እንተ ዘይፈራህክን እንታይ ኢኽን? ደቃ ኢኽን። ኣዋይ ኣትወዳእ ማለት እዩ። ሕጂ እግዚኣብሔር ይመስገን ሳራ ኹና እሞ ንሕና ከ እንታይ ክንከውን? ኣብርሃም ክንከውን ማለት እዩ። መጀመርታ እግዚኣብሔር ንኣዳም ምስ ፈጠሮ ንዕኡ እተሰማማዕ ደጋፊት ከኣ ሄዋን ኣምጺኡሉ ማለት እዩ። ኣብ ነንሕድና ተዳጋጊፍና ምእንቲ ክንነብር እዩ እቲ ዕላማ እሞ ብኡነት ሎሚ ንዓኻትክን እዚ ቃል እዚ ንዓኻትክን ጥራይ ኣይኮነን እቲ መልእኽቱ ንመን ደኣ ንዓና እቲ ደጋዊ መልክዕ እቲ ደጋዊ ጽባቐ ኣብ ሰብኣይ ዘሎ እግዚኣብሔር ኣብ ቤቱ ክኸውን ዝደልዮ ንሱ ይኮነ እንታይ ደኣ እቲ ውሽጣዊ ዝኾነ መልክዕ እሞ ብኡነት መልክዕና ግዳማዊ ዘይኮነ ውሽጥና ውሽጣዊ ክኸውን ናይ እግዚኣብሔር ኣምላኽና ቅዱስ ፍቓድ ይኹነልና። ደጋዊ ዝኾነ ሓዳር ዘይኮነሲ ውሽጣዊ እግዚኣብሔር ይሃበና። ምሽ ሓደ ሓደ ግዜ ከምኡ ኣሎ በቃ ህይወትና ሎምሲ እናተቓለስና ንነብሮ ኣብ ደገ ሰብ ሓዳር ኣብ ገዛና ግን ሰብ ሓዳር ዘይንኾነሉ ግዜ ኣሎ ብዙሕ ግዜ ካበይ ከም ዝመፀ ዘይንፈልጦ ማለት እዩ እግዚኣብሔር ዝፈትዎ ኣይኮነን ሓንተወይ ኣቦታት እንታይ ኢሎም ነቲ መደቀሲኦም ብንጽህና ሓልዎ ኢሎም መሪሖሞ። ብምንታይ ሓልዎ? ብንጽህና። ብንጽህና ምንባር። ኣብ ነንሕድካ ዝገጠመካ ክንዲ ዝገጠመ እንተገጠመ ብዝተፈላለየ ዓይነት መገዲ ኣብ ነንሕድካ ብትገብሮ ጽልእን ባእስን ብኻልእ ከምኡ ዝኣመሰለ መገዲ ኣይኮነን ክኸየድ ዝግብኦ። ናይ ጸሎት ግዜ ክህልወና ይግባእ። ብኻልእ ከምኡ ዝኣመሰለ ከኣ እምበኣር ንምንታይ እዩ ቅዱስ ጴጥሮስ ኣብቲ መጠቓለሊ ንኣንስቲ ነዚ ቃል እዚ እንታይ ኢሉ እንተኢልና ኣብ ሓዳር እቲ ዝሓየለ ተራ ዘለዋ መን እዩ? ሰበይቲ እያ። ናይ ብሓቂ እየ ዝብለኩም እቲ ዝሓየለ ተራ ዘለዋ ሰበይቲ እያ። እዚ ተራ እዚ ብዝግባእ እንድሕር ተዋፂኣቶ ድማ ንቤት ሰላም እተምፅእን ካብ ቤት ሰላም ትሰድድን ከዓ ንሳ እያ ማለት እዩ። ስለዚ ኣዴታትና ብኸምኡ ኢለን እየን ሓሊፈንኦ እዘን ሕጂ እውን ኣብዚ ዕድመ እዚ ኣብዚ ናትና ግዜ እውን ዘርከብና ኣለና ኣዴታት ማለት እዩ ሰብኣይ የማን ፀጋም ክብል ከሎ ተፈላለየ ዓይነት ነገራት ክኸውን ከሎ ንሳተን ግን ብትሕትናን ብፍቕርን ፀኒሐን ኣብ ቁርባን ዘብፅሓ ብዙሓት ኣዴታት እየን ስለዚ ብእውነት እዚ ትሕትና እዚ ሎሚ ካብ መን የድሊ ኣሎ ማለት እዩ ካብ ወለተ እግዚእ የድሊ ኣሎ በረከተ ኣብ ዲያቆን እዩ ከምቲ ዓንተ ወይ ዝተገልፀ ማለት እዩ ዲያቆን ኮይኑ ፅባሕ እንታይ ክኸውን እዩ ክህነት ክኸ ክመፅእ ማለት እዩ ኣቦታትና መስቀል ሒዛ ኣላ መስቀል ካኣ ሒዙ ኣሎ ስለምንታይ እያ መስቀል ሂቦማ ንሳ ካህን ኣይኮነትን ግን እንታይ እያ ነቲ ክህነት ተጽንዖ ንሳ እያ ማለት እዩ ስለዚ ክህነት ብዘይ ሰበይቲ የለን ክልተ ዓይነት ክህነት እዩ ዘሎ እቲ ሓደ ብምንኩስና ዝርከብ ኣቦና ቅድሜና ንሪኦም ዘለና ቆሞስ ብድንግልና ዝረኸብዎ ክህነት እዩ እቲ ሓደ ድማ ብኣውስቦ ዝርከብ ክህነት እዩ ማለት እዩ እግዚኣብሔር ነዚ ቃል ኪዳን እዚ ቅዱስ ገይሩ ሰሪዕዎ ቅዱስ ስለ ዝኾነ ድማ ሎሚ እንታይ ኢልናዮ ቅዱስ ተክሊል ኢልና ንጽውዖ። ብቅዱስ ቁርባን ብዝተፈላለየ መገዲ ተፈጺሙ እሞ ብእውነት እግዚኣብሔር ኣምላኽና ከምዚ ጌርና ጸኒዕና ኣብ ቅድስት ቤተክርስትያን ብሃይማኖት ብእምነት ክንነብር ናቱ ቅዱስ ፍቃድ ይኹነልና። ኣቲ ናንሲ ንሰብኡትኪ እንታይ ግበሮም ተኣዘዞም ኣቱም ሰብኡት ከኣ ንእንስትኹም እንታይ ግበርወን ኣፍቅርወን ማለት እዩ ካብ እንስትና ጥራይ ኮና ነዚ ትሕትና እዚ ክንጽበየ ዝግባኣና ካብ ኣንስትና ጥራይ ንሕ ተጸቢና ከቢድ እዩ ሎሚ ኣብ ዓለም ፍቕሪ ጠፊኡ ዘሎ ሰባት ንሰባት ከፍቅርዎም እምበር ንሶም ከፍቅሩ ስለ ዘይተበገሱ ጥራይ ደግመልኩም እየ ፍቅሪ ካበይ እያ ትመፅእ ኣነ እየ ዝጅምራ ሰበይቲ ኣይኮነትን ትጅምራ ሓደ ግዜ ሓደ ፈላጥ ሰብ ኣቦታት ተኣኪቦም ከለዉ ካባኻትኩም ሲ ንሰበይቱ ዘሕመቃስ መን እዩ ኢልዎም ዝመልካ ኢልዎም ካባኻትኩም ንሰበይቱ ዝመልካስ መን እዩ ኣነ ኢሉ ሓደ ህወኹ ማለት እዩ ኣነ ኢሉ ኢሉ ውፃእ ኣቢሉ ብምንታይ ኢልዎ እዚ ግበሪ እዚ ግበሪ ይብላ እሞ እንተገብረቶ ፅቡቕ እንተዘይገብረቶ ከዓ ኢሉ ኣብ ጥቕኡ በትሪ ነይራ ልዕል ኣቢሉዋ ማለት እዩ ብበትሪ ኢና ንረዳዳእ ኢሉ። ብዝኾነ በየናይ ዕድል ክንረኽቦ እዞም ኣብዚ ዓዲ ስደት ዘለና ኣይኮነን ብርሑስ ብጽፍዒት ከማን ክንረዳዳእ ኣይንኽእልናን እዚ እንታይ ኢና ክንገብሮ ዝግብኣና ሕልሚ እዩ ማለት እዩ ወይ ከዓ ብዓድና ኬድካ ገለ ከዓ ምናልባት እዞም ቫኬሽን ተኾዳኻ እቲ ክትፈትኑ ኮይንኩም ናዳ ኣብ ዓድና ምስ ከድካ እምበር ኣብዚ ዓዲ ጽፍዒት ብዙሕ ይዋግኡ ማለት እዩ ስለዚ በትሪ ኣርእይዎ ካልኣይ ድማ ኣነ ንሰበይተይ መልካ ስኻ ከይዶ ኣዋዕር ከኣ ብከምዝን ከምዝን ንረዳዳእ እብላ እሞ እንተ ገበረቶ ጽቡቕ እንተ ዘይገበረቶ ከኣ ኢሉ ከኣ ምራን ከኣ ርሂቦ ማለት እዩ። ኩሎም ሰብ ምራን ሰብ ቁልፊ እዮም ነይሮም። ሕጂ ለባም ከምዚ ከማይ ግን ኣይዛረብን እዩ። ትሕሽዎ በሩ ሱቕ ኢሉ ትም ኢሉ ከምዚ ናይ መረይ ሚካኤል ሱቕ ኢሉ በቃ ወላ ዝተዘርበተ ተዘርበትም ኢሉ ጸኒሑ ጎይታይ ንስኹም ከ ንሰበይትኹም ትመልክዋ ዲኹም? ኢልዎ። ዋእ ጐይታይ፣ ኣነስ እመልካ እየ ዝብል ኢልዎ። ብምንታይ ደኣ ትረዳድኡ? ምስ በሎ፣ እዛ ኣብ ቅድሜኺ ዘላሲ ንእግረ መንገድኺ እንዶ ኣልዕልያ ይብላ እሞ፣ እንተ ኣልዓለታ ግርም፣ እንተ ዘየልዓለታ ግን ብዓለይ ብድድ ኢለ ከይደ ነታ ዘየልዓለታ እየ ዘልዕላ ኢልዎ። ካባኻትኩም ምስ ሰበይቱ ኣብ ሓዳር ዝነብር እዚ እዩ ኢልዎ። ምኽንያቱ እንታይ እዩ? ኣቲ ሰበይቲ ድሕሪ ኢልካ ኣቲ ድሕርካ እንታይ ክትመጽያካ እያ ኣታ ክትመጻካ እያ እምበይተይ ኢሉ ግን ጎይታ እዩ ዝቕበል ሰብ ሓቂ ድየ እምበይተይ ኢሉ ዝጎላ ክልተ ግዜ እንድሕር ኣንስትና እንድሕር ብጎብዓንን ተጠሚታና ንሳልሳይ መዓልቲ ግን ከምታ ዝጸዋዓና እየን ክጽዋዓና እየን ስለዚ ፍቕሪ ካብ መን እዩ ዝጅምር ካባና እዩ ዝጅምር ማለት እዩ ካብ ካልኣይ ኮና እንደልዮ እሞ እግዚኣብሔር ይመስገን ንስኻትክን ዘለኽነው ግዜ ጽቡቅ ግዜ እዩ ከምዚ ዝበልክዎ ማለት እዩ ኣዴታትና ብዙሕ ሕሊፈን ክኮና ይክእላ እየን ሎሚ ግን በቲ ንሕና ንረዳድኦ ቋንቋ በቲ ንዛረቦ ቋንቋ ክንመጽእ ከለና እዛ መጺናያ ዘለና ናይ ስደት ዓዲ ገንዘባ እምበር ባህላ ናትና ኣይኮነን ኣብዚ ሕጂ ዘለናዮ ዓዲ ሎሚ ቃል ኪዳን ምጽናዕ ተሳኢኑ ዘሎ እንታይ እዩ ካብ ፍትሒ ኣሎ ዝበሃል ይመፅ ማለት እዩ ኩሉ ዝመፅእ ጎይታ እንታይ ኢልና እግዚኣብሔር ዘጋጠሞ ሰብ ኣይፍለዮ ካብ ኣፍና ዝወፅእ ቃል ግን ከምኡ ይበቃ በቃ ከምኡ ስለ ዝኾነ ከኣ እናበልና እናበልና ከኣ ሂወትና እናተባላሸወ ባህልና እናገደፍና ሃይማኖትና እናገደፍና ከኣ ንኸይድ ኣለና። ኣብ ቃል ኪዳን ፈተና ክህሉ ግድን እዩ ምኽንያቱ ሰጥ ዝበለ ጉዕዞ የለን። ነዚ ኩሉ ፈተና ክንጸውር ከኣ ኢና ቃል ኪዳን ንኣቱ ዘለና እሞ ኣብ ቃል ኪዳና ክንጸንዕ ኣዴታትና ጎይታይ ኢለን ከኽብራና ንሕና ከ ቤተይ ኢልና ኣንስትና ክነኽብር ናይ እግዚኣብሔር ኣምላኽና ቅዱስ ፍቃድ ይኹነልና። ብምጽዋር ብምክእኣል ክንነብር ነቲ ዝኣተናዮ ቃል ኪዳን ኣቲናዮ ዘለና ቃል ኪዳና ክነጽንዕ እቶም ኣብ ቃል ኪዳን ዘይበጻሕና ድማ ቃል ኪዳን ክቡርን ቅዱስን ምዃኑ ፈሊጥና ኣብዚ ቅዱስ ተክሊል ክንበጽሕ ናይ እግዚኣብሔር ኣምላኽና ቅዱስ ፍቃድ ይኹነልና ደቅና በርከተ ኣብ ወለተ እግዚእ ፈረይትን ጸገይትን ይግበርኩም ወለዲ እንቋዕ ሓጎሰኩም እንቋዕ ሓጎሰና እግዚኣብሔር ኣምላኽና ንኩላትና ኣብ ሰዓት ስለ ዘብጽሓና ደጊምና ክብርን ምስጋናን ንዑ ይኹን ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን